ብተዘዋዋሪ ንደቂ ኣንስትዮ ክትስሕበሉ ዘኽእለካ ውጽኢታዊ መንገድታት። ካብ ደቂ ኣንስትዮ ግቡእ ቆላሕታ ዘይትረክብ ዘለኻ ኮይኑ ይስምዓካዶ? ምናልባት ጅቦኻ ገንዘብ መሊኡ፣ ዝበለጸት መኪና ሒዝካ፣ ብዙሕ ዘብለጭልጭ ነገር ተጠቂምካ ክትስሕበን ፈቲንካ እንተኾነ ግን እዚ'ውን ከምዘይሰርሕ ፈሊጥካ ትኸውን። እቲ ጸገም ከምኡ እንተኾይኑ ኣይትጨነቕ። ብዝያዳ ውጽኢታውን ኣድማዕን ዝኾነ ንደቂ ኣንስትዮ ብተዘዋዋሪ ክትስሕበሉ ትኽእል፣ ካልእ መንገድታት ኣሎ። ንደቂ ኣንስትዮ ምስሓብ ዘኽእለካ ቀንዲ ረቋሒ ካብ መጠን ንላዕሊ ምጽዓር ኣይኮነን። ተዋስኦ ካብ ትገብር ወይ ድማ ንስኻ ዘይኮንካ ካብ ትመስል፣ ከምቲ ደቂ ኣንስትዮ ብባህርያዊ መንገዲ ዝሰሓባሉ ዓይነት ወዲ ክትከውን ትኽእል ኢኻ። እቲ ጽቡቕ ነገር ናይዚ ድማ ከይሓሰብካሉ ክትገብሮ ትኽእል ኢኻ። ነዚ ንሪኦ ኣርባዕተ ነጥብታት ብምስዓብ ብዙሕ ከይጸዓርካ ወይ ብዙሕ ተዋስኦ ከይገበርካ እቲ ዝበለጸ ሰሓቢ ወዲ ክትከውን ትኽእል ኢኻ። ስለዚ ናይ ሎሚ ቪድዮና ተመሲጥካ ጽን ኢልካ ስምዓያ። ምኽንያቱ እዚ ብተዘዋዋሪ ንደቂ ኣንስትዮ ክትስሕበሉ ዘኽእለካ ኣገዳሲ መምርሒ እዩ። ንደቂ ኣንስትዮ ንምስሓብ ዝሕግዝ ሓደ ዓይነት ፎርሙላ ወይ መምርሒ ከምዘየለ ኣይትረስዕ። ይኹን እምበር ብዝተወሰነ ብሉጽ ባህርያትን ጠባያትን ብምምዕባል ደቂ ኣንስትዮ ክውንንኦ ዝደልያ ዓይነት ወዲ ክትከውን ትኽእል ኢኻ። ነዊሕ ዝኸይድ ፍቕራዊ ርክብ እንተ ትደሊ ኣለኻ፣ እዚ ምኽሪ እዚ ነቲ ትፍትኖ ፍቕራዊ ሕቶ ብዝበለጸ መንገዲ ክሕግዘካ እዩ። ቅድሚ ናብቲ መደብ ምስጋርና ናብዚ ቻነል እንቋዕ ብደሓን መጻኹም እንዳበልኩ፣ ኣብዚ ቻነል ሓደሽቲ እንተለኹም ሳብስክራይብ ክትገብሩ ነቲ በቢ ጊዜኡ ዝፍንወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቑዋ ኢኹም ሰናይ ምክትታል። ብተዘዋዋሪ መንገዲ ንደቂ ኣንስትዮ ብኸመይ ትስሕበን? ርእሰ ምትእምማንካ ክብ ኣብል። ሓደ ካብቲ ሓደ ወዲ ክህልዎ ዝግባእ ኣዝዩ ዝፍቶ ባህርያት ርእሰ ምትእምማን እዩ። ርእሰ ምትእምማን እንተልካ ንሰባት ናባኻ ዝስሕብ ማግኔታዊ ሓይሊ ከም ዝህሉ ኢኻ ትገብር። ደቂ ኣንስትዮ ብተፈጥሮ ምስቶም ርእሰ ምትእምማን ዘለዎም ደቂ ተባዕትዮ ውሕስነትን ሙሉኣትን ኮይኑ ስለ ዝስመዐን ብቐሊሉ እየን ዝሰሓባ። እንተኾነ ግን ርእሰ ምትእምማን እንታይ ማለት እዩ? እንታይ ዘጠቓልል እዩ? ዕቡይ ወይ ዕሙት ድፍረት ካብ ምዃን ሓሊፉ ዋጋ ከም ዘለካን ብመንነትካ ፍኹስ ከም ዝብለካን ምፍላጥ ኣዝዩ ኣገዳስነት ኣለዎ። ርእሰ ምትእምማን ኣለኒ ርኣዩ ንርኣዩ ንዘይኮነስ ምስ ዝኾነት ጓል ክትራኸብ ከለኻ ትኽ ኢልካ ደው ብምባል ኣብ ዓይና ስለ ትጥምታ ከምኡ ውን ብርእሰ ምትእምማን ስለ ትሓታ ንስኻ ብሓቂ ርእሰ ምትእምማን እንተለካ ባዕላ ክትነግረካ ትኽእል እያ። ርእሰ ምትእምማንካ ክተዕብዮ ትኽእል ብኸመይ እዩ? ሓደ ካብቲ ቀንዲ ዝኾነ ገዛእ ርእስኻ ምክንኻን እዩ። ከምኡ እውን ገዛእ ርእስኻ ምምሕያሽን ኣብ ግብሪ ምውዓልን እዩ። ንገዛእ ርእስኻ ምክንኻን ኣብ ህይወት ጽቡቕ ክስምዓካ ከም ዝኽእል ይገብር፣ እዚ ኸኣ ዝያዳ ርእሰ ምትእምማን ከም ዝህልወካ ይገብር። ንኣካላትካን ነእምሮኻን ንነብስኻን ምስ ትከናኸን ካብቲ ትጽበዮ ንላዕሊ ዘገርም ውጽኢት እዩ ዘለዎ። ንገዛእ ርእስኻ ኣወንታዊ ኣረኣእያ ክህልወካ ነቲ ዘለካ ዓወትን ብርታዐን ከዘኻኽረካ ይኽእል እዩ። ሪስክ ምውሳድን ካብቲ ምቹእ ቦታኻ ምውጻእን ርእሰ ምትእምማንካ ከደልድል ዝኽእል ካልእ መንገዲ እዩ። ሪስክ ምውሳድ ሓድሽ ክእለት ንኸተማዕብልን ርእሰ ምትእምማንካ ንምዕባይ ክሕግዘካ ይኽእል እዩ። ብዘየገድስ ሓድሽ ሆቢ ምፍታን ይኹን ወይ ድማ ሓድሽ ስራሕ ምቕያር ዝኣመሰሉ ነገራት ምፍታን ርእሰ ምትእምማን ክዕደግ ወይ ክስራሕ ከም ዘይክእል ኣይትረስዕ። ንገዛእ ርእስኻ ኣኽቢርካ ካብ ምርኣይ ዝምንጩ ውሽጣዊ ባህሪ እዩ። ስለዚ ትኽ ኢልካ ደው በል። ንሰባት ኣብ የዕንቶም ጠምቶም። ርእሰ ምትእምማን ከም ዝሓድረካ ድማ ክገብረካ እዩ። ሓደ ካብቲ ንደቂ ኣንስትዮ ብዘገርም ምምሳጥ ዝሕግዝ ብሉጽ ሜላታት ተዋዛያይ ምዃን እዩ። ዋዛ ንልቢ ጓል ተንኪፍካ ኣብቲ ናይ መጀመርያ ርክብ ጽቡቕ ኣድህቦ እትረኽበሉ ዘደንቕ መንገዲ እዩ። ደቂ ኣንስትዮ ንሓደ ከስሕቐን ዝኽእል ወዲ የኽብርኦ እየ። እሞኸ ደኣ ዋዛ ዘለዎ ዕላል ብኸመይ ከተምጽኦ ትኽእል? ጽቡቕ ሕቶ እዩ። ንሰባት እንታይ ከም ዘስሕቖም ወይ እንታይ ጽን ኢሎም ከም ዝሰምዑ ዝገብሮም ብምስትብሃል ዕላል ጀምር። እዚ ኸኣ ቁምነገር ዝሓዘ ዋዛ ይኹን ካልእ ነቲ ምሳኻ ዘሎ ሰብን ነቲ ድሰምዕን ዝበቅዕ እንተ ኾይኑ ንብዙሓት ዋላ ኣይኹን ንገሊኦም ከስሕቖም ይኽእል እዩ። ብዘይካዚ ድማ ሓሓሊፍካ ንገዛእ ርእስኻ ዋዛ ካብ ምግባር ድሕር ኣይትበል። ንገዛእ ርእሱ ዋዛ ክገብረላ ዝደፍር ወዲ፣ ርእሰ ምትእምማን ከም ዘለዎን ንገዛእ ርእሱ ከም ዝፈልጥን ዘርኢ እዩ። እዚ ኸኣ ንሓንቲ ጓል ንምምሳጥ ብዙሕ ጻዕሪ ኣይትገብርን ኢኻ ዘለኻ ማለት እዩ። እዚ ኣዝዩ ክስሕበን ዝኽእል እዩ። ስለዚ ምስኣ ጥቡቕ ርክብ ንምምስራትን ከምኡውን ምሳኻ ክትከውን ባህ ክብላ መታን ውሑድ ዋዛ ተጠቀም። ኣብ መወዳእታ ተዋዛያይ ምዃን ንደቂ ኣንስትዮ ንምስዳእ ኣዝዩ ውጽኢታዊ ስትራቴጂ ክኸውን ይኽእል እዩ። ስለዚ ቁሩብ ክትዋዛእ ኣይትፍራህ። ስራሕ ናብ ልቢ ጓል ክትኣቱ እቲ ዝበለጸ መንገዲ ኣብ ዝረኸብካያ ተጻዋታይን ተዋዛያይን ምዃን ኣይትረስዕ። ራኢ ዘለዎ ሰብ ኩን። ራኢ ምህላው ዕላማን ትምኒትን ከምኡውን ሓደ ነገር ንምርካብ ባህጊ ከም ዝህልወካ ስለ ዘርኢ ተደላዪ ባህሪ እዩ። ደቂ ኣንስትዮ ነቶም ሸቶኦም ንምውቃዕ ኣበርቲዖም ዝጽዕሩ ኣወዳት በዚኦም ይሰሓባ እየን። እዚ ነገራት እዚ ግደ ክህልዎ ዝኽእል እኳ እንተኾነ ብዙሕ ገንዘብ ምርካብ ወይ ዓቢ ንግዲ ምውናን ጠራይ ኣይኮነን። ራኢ ምህላው ንረብሓታትካ ክትፍጽምን ኣብ ዓለም ነባሪ ታሪኽ ክትገድፍ ምድላይ እዩ። ንናይ ህይወት ሸቶኻን ራኢኻን ክትብል ብውዕዉዕ ስምዒትን ብዘይ ምቁራጽ ምፍታንን ዘጠቓልል እዩ። ሓደ ካብቲ ናይ ውሽጣዊ ትምኒትካ ንምርኣይ ዝሕግዘካ ሜላ መዓልታዊ ሸቶታት ምውጻእን ምዕያይን እዩ። ናይ ገዛእ ርእስኻ ንግዲ ንምጅማር መጽሓፍ ምጽሓፍ፣ ወይ ድማ ተቐዳዳማይ ብሽገለታ ምዃን ዝኾነ ሕልሚ ክኸውን ይኽእል እዩ እንተለካ ኣንፈትን ዕላማን ክህበካ ይኽእል እዩ። ብዘይካ እዚ ድማ ካብቶም ተድንቖም ኣርኣያ ዝኾኑኻ ኣብ ህይወት ዓቢ ነገር ዝዓመሙ ሰባት ካብኣቶም ክትመሃር ትኽእል ኢኻ። ሪስክ ምውሳድን ንጸገማት ምምካትን ድማ ካልእ ምልክት ውሽጣዊ ራኢ እዩ። ካብቲ ምቹእ ቦታኻ ወጺኻ ሓድሽ ጉዕዞ ህይወት ክትገብር ምስ ትፍትን ሓድሽ ኣጋጣሚታትን ተመኩሮታትን ክትረክብ ትኽእል ኢኻ። ደቂ ኣንስትዮ በዚ ዘይሕለል ጻዕሪ ደቂ ተባዕትዮ ናይ ስነ ኣእምሮኣዊ ዕቤትን ዕግበትን ክረኽባ ይኽእላ እየን። ስለዚ ዓበይቲ ሕልምታት ንኽህልወካ ራኢታትካ ንምስዓብን ኣይትፍራሕ። ህርፋን እንተ ጌርካ ድማ ኣንፈትን ዕላማን ክህልወካ። ስለዚ ድማ ደቂ ኣንስትዮ ዝሰሓባሉ ዓይነት ወዲ ክትቅየር ትኽእል ኢኻ። መጽሓፍቲ ምንባብ፣ መስተውዓልካን ህንጡይነትካን ምስ ናይ ወጻኢ ዓለም ዘለካ ርክብን ዘጉልሕ ስለ ዝኾነ ባህ ዘብል ባህርያት እዩ። ደቂ ኣንስትዮ ብናይ ፍልጠት ሓበሬታ ዝመልኡን ብዛዕባ ዝተፈላለዩ ጉዳያት ዓሚቕ ትንተና ክገብሩ ዝኽእሉ ደቂ ተባዕትዮ ይሰሓባ እየን። ገሊኦም ነዚ ባህሪ እዚ ንምርካብ ብዙሕ ጽሑፋት ናይ ምንባብ ባህሪ ዘማዕበሉ እዮም። ብዛዕባ ሰፊሕ ፍልጠትን ምርዳእን ማለት፣ ብዛዕባ ስነ ፍልጠትን ፖለቲካን ስነ ጽሑፍን ታሪኽን ጽቡቕ ጌርካ ምትንታን ብዙሕ መጻሕፍቲ ናይ ምንባብ ፍቕሪ ዘለዎ ሰብ ምዃንካ ዝሕብር ምልክት እዩ። ጽቡቕ ፍልጠት ምእንቲ ክህልወካ ዝተፈላለየ ዓይነት መጻሕፍቲ ኣንብብ። ካብ ነፍሲ ወከፍ እተንብቦ መጽሓፍ ሓድሽ ነገር ንኽትመሃር ድማ ሸቶ ውጽእ። ናይ ፍልጠት ሓበሬታኻ ምእንቲ ኺውስኽ፣ ልቢ ወለድ ዘይኰኑ መጻሕፍትን ዓንቀጻትን ቴማታትን ከተንብብ ትኽእል ኢኻ። ነዚ ኣብዘን እተንብበን ዘለኻ መጻሕፍቲ ዘሎ ሓሳባትን ኣረኣእያን ብግቡእ ክትርድኦ ምፍታን። ካልእ ሜላ፣ ሓያል ኣንባባይ ክትከውን ትኽእለሉ'ዩ። መዘኻኸሪ ኖታት ጸሓፍ። ሕቶታት ኣቕርብ። ብተመሳሳሊ ካልኦት ጽሑፋት ምስ ካልኦት ኣንበብቲ ትመያየጠሉ መንገዲ ኣናዲ። ከም ውጽኢት ናይዚ ከኣ ነቐፌታ ናይ ምቕባል ክእለትካ ከተመሓይሽ ኢኻ። ዝያዳ ድማ ተሳታፋይን ፈላጥን ክትከውን ኢኻ። እስከ እዛ ዘምጻኽዋ ሓሳብ እንተፈቲኹማ ላይክ ሸር ሳብስክራይብ ብምግባር ሳፖርት ግበሩኒ። ሕቶ ርኢቶ ተለኩም ድማ ኣብ ታሕቲ ጸሓፉለይ ክርእየ ክምልሰልኩም እየ።